ዝርከቡ ኣባላቶም ብመገዲ ዋትሳፕ ትእዛዝ የመሓላልፉሎም። ዋትሳፕ ምምራፆም ፀጥታዊ ውሕስነት ስለ ዘለዎ እዩ። ምክንያቱ ካልእ ሰብ ኣይርእዮን እዩ። ብሬድዋን ሑሴን ትምራሕ ዘላ ጉጅለ ስርሓ ሓንቲ እያ። ኩሉ ዜናን ጠመተን ናብ ኤርትራ ምጥምዛዝ፣ ምክፋእ፣ ምድኻም። ኣብነት ምስ እንወስድ እዚ ብዕውለት ኣትዩ ዘሎ ብልፅግና ፓርቲ ንጋዜጠኛ ኢቢኤስ ዝኾነት ሞዴል ሉላ ገዙ ኣሲርዋ። እንታይ ኮይኑ እንተበልካ ናይተን ካብ ዩኒቨርሲቲ ዶምቢዶሎ ተጨውያ 17 ደቂ ኣንስትዮ ቀቢሮሞ ዝጸንሑ ምስጢር ምስ ሓንቲ ካብተን ተጨውየን ዝነበራ ብርቱኳን ተመስገን ዝተባህለት ቃለ መሕትት ኣብ ዝገበረትሉ እተን ደቂ ኣንስትዮ ንዓመትን ፈረቓን ዝኣክል ኣስደማሚ ዝኾነ ግፍዕን ጾታዊ ዓመጽን ከም ዝገጠመን ገለውን ዘይተደልየ ጥንሲ ኣጋጢምዎን ከም ዘሎን ስለ ዘቃልዐት እዩ ንብለኩም እዛ ጉጅለ ሬድዋን ሑሴን ከኣ እዚ ዜና ንናይ ፋኖ ቃልሲ ነዳዲ ከይውስኹሉ ብምፍራሕ ነዚ ንምሽፋን ዋና ኢቢኤስ ኤርትራዊ እዩ ክብሉ ጅምሩልኩም ንሱ ጥራይ ኣይኮነን ሓደ ካብዞም ናይ ኦሮሞ ሰራዊት ሚድያ ካብታ ጉጅለ ሬድዋን ሑሴን ዝኾነት ማሕበር ኣብ ፌስቡክ ገጹ ዝለጠፎ ድማ ንረ ሉላ ገዙ ይብል ናይ ኤርትራ ናይ ገበን ማሕበር ናይ ዘይሕጋዊ ዶላር ኣሽራፊ ናይ ሬድ ስታር ወናኒ ጓሉ ክትከውን እንከላ ንናይ ኢቢኤስ ወናኒ ኤርትራዊ ኣማን ፍስሓጼን ድማ በዓልቲ ቤቱ እያ ንቴድሮስ ካሳሁን ማለት ቴዳ ኣፍሮ ድማ ንበዓልቲ ቤቱ ሓፍታ እያ ይብል መቕደስ ደበሳይ ድማ ንናይ ኤርትራ ናይ ሃገራዊ ድሕነት በዓል ስልጣን ደበሳይ ጸጋይ ጓሉያ ይቕጽል። እዚኣ ከም ዘላታ ለጥፋ ተባሂላ ዝተዋህበቶ ጽሕፍቲ እያ። እዚ ህውቱት ጽሑፍ እዚ እምበኣር ጉጅለ ዘሪሁን ተሾመ ዝሰርሓሉ ዘሎ ዘመተ ቆይሙ ዝነበረ እሞ ዝፈሸለ ናይ ወዲ በሻሻ ናይ ሚድያ ኣርሚ እንታይ ይመስል ድማ ንረ እዚ ሰራዊት ብብልጽግና ኣብ ኣዲስ ኣበባ ዝቖመ እዩ። ሰራዊት ሚድያ ብልጽግና ናይ ሓሶት ሓበሬታታት ብምዝርጋሕ እቲ ጉጅለን ዘይተበረሆ ሰብ ኣብ ምጽላም ኣጀንዳታትን ድሌታትን ከምኡውን ናይ ሓፋሽ ርእይቶን ኣተሓሳስባን ኣብ ምጥምዛዝ ዝተፈላለዩ ናይ ሓሶት ሓበሬታታት ጽልእን ኣፈላላይን ዝፈጥር ትሕዝቶታት ዘለዎም ኣሳእል ጽሑፋትን ብምዝርጋሕ ኣብ ማሕበራዊ ሚድያ ከም ዝደጋገሙ ጌርካ ብርቱዕ ጽልዋ ንምፍጣር ዝተመስረተ ጉጅለ እዩ። እዚ ሰራዊት ዝበዝሕ ስራሓቱ ብናይ ሓሶት ኣካውንታት ዝሰርሖም ክኸውን እንከሎ ገለ ውስናት ፍርይ ፍርይ ዝበሉ ኣባላቱ ግን ብናይ ባዕሎም ማለት ስሞምን መንነቶምን ዘለዎ ገጻት ገይሮም ናይ ሓሶት ሓበሬታታት ኣብ ምብታን ዝሰርሑ ዝርግሐ ናይ ሰራዊት ክሳብ ወረዳታት እዩ ዝኸይድ ሓለፍቲ ናይ ወረዳታት ድማ ነቶም ኣብ ትሕቲኦም ዝርከቡ ኣባላቶም ብመገዲ ዋትሳፕ ትእዛዝ የመሓላልፉሎም ዋትሳፕ ምምራጾም ጸጥታዊ ውሕስነት ስለ ዘለዎ እዩ ምክንያቱ ካልእ ሰብ ኣይርእዮን እዩ ገለ እዚ ናይ ሚድያ ሰራዊት ዝተዋህቦም ተልእኾታት ምስ ንርኢ እዚ ጉጅለ ናይ ሚድያ ብሽዱሽተ ለካቲት 2024 ናይ ወዲ በሻሻ ናይ ፓርላማ ውዕሎ ንኸመላኽዕ ዕማም ተዋሂብዎ ኣብዚ እዚ ጉጅለ ብብልፅግና ዝተዳለወ ተስዓን ሰለስተን ኮመንትታት 26 ስእልታትን ተዓዲሉ ኣብ ምፅብባቕ ስም ወዲ በሻሻን ብልፅግናን ፓርላማን ተፀሚዱ ቀንዩ ተመሳሰልቲ ዓይነታት ኮመንት ክሳብ ኣብ ናይ ኢትዮጵያ ብሮድካስቲንግ ኮርፖሬሽን ኢቢሲ መደባት ከም ዝፍኖ ኮይኑ ኣብ ናይ ጥሪ ዓሰርተ ሸውዓተን ዓሰርተ ሸሞንተን እውን ተመሳሰልቲ ስም ናይ ምፅባቕ ስራሓት ገይሮም ነይሮም ቀፂሉ ብለካቲት ትሽዓተ ክሳብ መጋቢት ትሽዓተ ናይ ዓድዋ ዓወት ብዝብል ኣርእስቲ እንደገና ንናይ ብልፅግና ምስሊ ንምፅብባቕ መምርሒ ተዋሂቦ ኣተግበርቱ ድማ እዞም ኣለዉ ዝበሃሉ ናይ ሚድያ ሰራዊት ኣብ መጋቢት 2024 ኣብ ኣዲስ ኣበባ ፒያሳ ንዝነበረ ምፍራስ ናይ ኣባይቲ ምኽንያታዊ ምዃኑ ንምእማን እዚ ጉጅለ ንኽሰርሕ ዕማም ተዋሂብዎ። ብድሕሪ እንጻር ደብረጼን፣ ፈትለወርቅ፣ ኣለም ገብረዋህድ፣ ኣማኑኤል፣ ታየ ደንዳን ዝተፈላለዩ ናይ ሚድያ ፕሮፖጋንዳን ክካየድ መምርሒ ካብ ብልጽግና ተዋሂብዎም። እዚ እቲ ውሽጢ ኢትዮጵያ ክስራሕ ዝተኣዘዘ ስርሒት እዩ። ንግዜኢ ድማ ንብዙሓት ሰባት ኣታሊሉ እዩ። ወናኒ ፌስቡክ ትካል ሜታ እውን ነዘን ናይ ሓሶት ኣካውንታት ሓሓኒቑ ምውራድን ምድምሳስን ዓዲ ኣይወዓለን። ንኣብነት ኣብ ሓደ መዓልቲ ኣርብዓን ሰለስተን ንወዲ በሻሻ ዝምጉስ ጽሑፋት ዝዘርግሐ ሃና ታደሰ ትብል ኣካውንት ናይዚ ኣብነት እያ ናብ ኤርትራ ዘቕንዐ ተጻብኦታት ድማ ንረ ወደብ ወራር ዓሰብ ጄኖሳይድ ፋኖ ሕወሓት ታንክታት ወፊረን ሰራዊት ተጸጊዑ ዝብሉ ዝተፈላለዩ ኣርእስትታት ከጋውሑ ተፈቲኖም ኣለዉ መቐጸልታ ናይዚ እምበኣርዮም እቶም ልዒልና ዝጠቐስናዮም ብመሪሕነት ዘሪሁን ተሾመ፣ ሲሳይ ኣጌና፣ ስዩም ተሾመ፣ ናትናኤል መኮነን፣ ኤርምያስ ለገሰን ሎሚ ኣብዚ ሕሱር ናይ ስይጠና ስራሕ ተዋፊሮም ዝርከቡ። እዚ ከምዚ እንዳኾነ ሓደ ዘገርም ነገር ድማ ክነግረኩም። ሬድዋን ሑሴን ንሓደ ሰብ ካብዞም ኣሰይጠንቲ ሽዱሽተ ሽሕ ዶላር ኸፍሎ እንተበልናኩም ከ ሽዱሽተ ሽሕ ዶላር ሎሚ ሓንቲ ዶላር ሚእትን ሰላሳን እንተሃልያ ኣብ ኢትዮጵያ ሚእትን ሰላሳን ብሽዱሽተ ሽሕ ኣርብሕዎ ንሓደ ሰብ ሸውዓተ ሚእትን ሰማንያን ሽሕ ብር ኽፈል ማለት እዩ እዚ ኣብዝሓ ህዝቢ ኢትዮጵያ ብጥሜትን ዓጸባን ሕማምን ውግእን መዓንጣኣ ተቖጺራ እንከላ ሬድዋን ሑሴን ዝዝርዝሮ ዘሎ መሃያ ካበይ መጺኡ ዶ ትብሉ ኣለኹም? ወዲ በሻሻ ከምዚ ኢሉ ዝብትኖ ዘሎ ከምዚ ኢሉ ዘምጽኦ ውርደተኛ ገንዘብ ይበሉ እነውልኩም ነጋውስ ዓረብ ከም ከልቢ ኮረድዮ ብየማኑን ጸጋሙን ዝሃብናካ ፋካ ኣብ ዝተባሃልካዮ ውዕሎ ኢሎም ብማዕዳ የላድድዎ እሺ ጎይቶተይ ታዛዥ ነኝ እንዳበለ ውርደት ብስእሊ ርኢኹማ ዘይትፈልጡ እንተሊኹም ይኸው እብሉ መሓራ ይኸው ኣቶ ጌታቸው ረዳ ንመበገሲ ግጭት ፕሬዚዳንት ኣሳፈ ወርቅን ኣብይ ኣሕመድን ዝምልከት ሎሚ ዝሃቦ መግለፂ እል ብዘይብሉ ኣጉል ፍልስፍና ደርዲርካ ኣብ መሽጎራጉር ቃላት ምሕባእ ወይ ባሕሪ ዝብል ኣርእስቲ ኣልዒልካ ክሳድካ ዝሓነቐ ኣእዳው ከተዝልቕ ምፍታን እዩ። ቅኒት ናይ ከምዚ ዝበለ ቅማሬታት ብመሰረቱ ካብ ኣጀንዳታት ፓወር መይንተይን ዝብገስ እዩ። ናይ ኣምሓራ ቅልውላው ክሃድእ ስለዘይከኣለ ጉዳይ ቀይሕ ባሕሪ ምጺእካ ንዘሎ ወጥሪ ንምጥምዛዙ ዝትግበር ፈተነ ዝኾነ ፋይዳ የብሉን። በስቴድዮም ላይ ልክ እንደ ትግራይ ለቅሶ ይነገራል ከትግራይ በላይ ለቅሶ ይነገራል ብለን የምንጠብቀው ቀጣዩ ክልል ኦሮሚያ ክልል ነው። ኣብ ታሪኽ ኢትዮጵያ ዝሓለፉ ስርዓታት ክኽተልዎ ዝጸንሑ ዝኣረገ ምርኩስ ዝሓዘ ዝጎበጠ ውዲት ምዃኑ ካብ ማንም ዝስወር ሓቂ ድማ ኣይኮነን። ኣብዘን ዝሓለፋ ዓመታት ኢትዮጵያ ንወደብ ጅቡቲ ብቐዳምነት ትጥቀመሉ ምንባራን ዳርጋ ቴስዓን ሓሙሽተን ፐርሰንት እቶት ሰደድን ብመገዲ እዚ ወደብ ክስደድ ጸኒሑ ከም ዝፍለጥ መንግስቲ ኤርትራ ድሕሪ ናጽነት፣ ኢትዮጵያ ንወደባት ዓሰብን ምጽዋዕን ናይ ኤርትራ ንምምሕዳራዊ ኣገልግሎት ጥራይ ዝሽፍን ስማዊ ክፍሊት እሞ ድማ ብባጤራ ብር ከፊላ ክትግልገለሉ ኤርትራ ኣፍቂዳ ምንባራ ይዝከር። እንተኾነ እታ ኣብ ዘፍልሐቶ ማይ ተጠጢቓ ዝበሰለ ፓስታ ኮይና ወለጥለጥ ኢላ ምዕባለ ኤርትራ ክወሓጠላ ስለ ዘይከኣለ፣

ምናልባትም የኤርትራን ያህል የሚጠቅመን ነገር ቢሆንም አሁን ካለንበት ተጨባጭ ሁኔታ አንጻር በአሰብ ወደብ መጠቀም ከኛ ይልቅ ይበልጥ ኤርትራን መንግስት ይጠቅማል የሚል ድምዳሜ ላይ ነው የደረሰው። እዚ ሓቂ ከም ዘለዎ ኮይኑ ንምንታይ ደኣ ሎሚ ካልእ ጫሌዳ ክፍጠር ተደልዩ ዝብሉ ሕቶታት ክለዓሉ ግድን ይኸውን። ኣስተውዕል ወዲ ሓወቦይ። ሎሚ መንግስቲ ኤርትራ ኣብ ምፍጣር ዞባዊ ውህደት ዘርእዮ ዘሎ ገስጋስ ካብ ሃገራት ምዕራብ ጽቡቕ ዓይኒ ክረክብ ኣይከኣለን። ኣብነት ኣብ ሱዳን ዘሎ ኩነታት ካብኡ ዝብገስ እዩ። ሰላም ሱዳን ብኤርትራ መታን ክውን ከይከውን ንምዝራግ ዝግበር ዘሎ ሃታሃታ ኣካሉ እዩ። ብተወሳኺ፣ ኣብ ኢትዮጵያ ዘሎ መሪሕነት ብሃገራት ምዕራብ ጸቕጢ ስለ ዝግበረሉ ዘሎ ንጉዳይ ቀይሕ ባሕሪ ብምልዓል ንዘሎ ዝምድና ብምዝራግ ተራ ኤርትራ ኣብ ቀርኒ ኣፍሪቃ ንምድኻሙ ኣብዚ ዞባ እዚ ከም ቀንዲ ኣዳኻሪ ሃገራት ምዕራብ ኮይኑ ክዓይይ ተሓጽዩ ዘሎ ንእሽተይ ጠባይ ወይ ንኡስ ካራክተር ድማ ቀዳማይ ሚኒስተር ኣብይ ኣሕመድ እዩ። ስለዚ ዘቃልሖም ዘሎ መደረታት ብድፍኢት ሃገራት ምዕራብ ዝኣትዎ ዘሎ ልሙድ መድረኽ ትያትር ምዃኑ ተልመዴን ፖለቲከኛ ዝትንትኖ ትርኢት እዩ። ይሄ ለኢትዮጵያ የኤግዚስተንስ ጉዳይ ነው፣ ቅብጠት አይደለም። ምን ምርጫ አለ?
መመኘት ይቻላል፣ ግን እንዳልኩ የአሜሪካን ትእዛዝ ከሆነ የአሜሪካ ፍላጎት ከሆነ ክልተ ኣብ ዘይእዋኑ ጉዳይ ቀይሕ ባሕሪ ንኸልዕል ዝገበርዎ ማሕንቖታት ብዝኾነ ወገን ግቡእ ዝኾነ መልስታት ክወሃቦ ስለ ዘይከኣለ እዩ ንምጥቃሶም ዝኣክል ብሓፈሻ ኣብ ኢትዮጵያ እዞም ዝስዕቡ ግድላት ኣብ ቅድሚ እቲ ሓድሽ መሪሕነት ተገቲሮም ምህላዎም እጥቀስ። ሽሕ እኳ ጸገም ኢትዮጵያ ብዙሕ እንተኾነ ዘይምዕሩይ ምቕርሐ ጸጋታት ሃብቲ እታ ሃገር ብግቡእ ክመቓራሕ ብዘይምኽኣል ኣብ መንጎ ሃብታማትን ድኻታትን ከተማን ገጠርን ክልላትን መንግስታውያንን ብሕታውያንን ወሃብቲ ኣገልግሎት ትምህርትን ጥዕናን ዘሎ ናይ ናብራ ፍልልይ ናይ ምድርን ሰማይን ፍልልይ ምዃኑ እዩ። ቀረብ ማሕበራዊ ኣገልግሎት ኣብ ርሑቕ ገጠራት ዳርጋ የለን ክበሃል ይከኣል። ብልሽውናን ሳዕቤናቱን ሱር ዝሰደደ ኣብ ኩሉ ጽፍሕታት መንግስቲ ኣሎ። ኣብ ፊናንሳውያን ትካላት፣ ኣብያተ ጽሕፈታት መንግስቲ፣ ጸጥታውያን ትካላት፣ ትምህርቲ፣ ሕጋዊ ጉዳያት፣ ሕክምናዊ ጉዳያት፣ ጉዳይ መሬት፣ ኣታዊ ውሽጢ ሃገር፣ ምምሕዳራዊ ኣብያተ ጽሕፈታት መዝነቶም ተጠቒሞም ረብሓ ዘኻዕብቱ ሓለፍቲ ዝርከቡሉ ትካላት ኮይኑ ምህላዉ እዩ። ብፍላይ ዓበይቲ ኮርፖሬሽናትን ፕሮጀክትታትን ኣደዳ ብልሽውና ኣሰራርሓ መንግስቲ ኮይነን ዝፀንሓ ትካላት ምዃነን እዩ። መንግስቲ ኢትዮጵያ ነዚ ንምፍዋሱ ሓንቲ ኮሚቴ ምቋሙ ዝዝከር እኳ እንተኾነ ዛጊት ኣብ ምፍዋስ እዚ ፀገማት ዝጥቀስ ምዕባለ ክትፃወት ብዘይምኽኣላን ድማ እዩ። ዝቕባበ ጉዳይ ፀሊም ዕዳጋ ኣብ ኣዝዩ ዘተሓሳስብ ጉዳይ በፂሑ ምርካቡ መንግስቲ ነዚ ሽግራት ንምፍታሕ ዘርእዮ ተበግሶ ዝጥቀስ ፍረ ክርከቦ ብዘይምኽኣሉ፣ ብደሞዝ ዝኽፈሉ ዜጋታት ኢትዮጵያ ዝኸበደ መነባብሮ ከሕልፉ ተቐሲቦም ምህላዎም ሃገራዊ ዕዳ ሃገራዊ ዕዳ ኢትዮጵያ ሓደ ካብቲ ቀንዲ ማሕልኾ ገስጋስ ቁጠባዊ ዕቤት ሓድሽ መሪሕነት ኮይኑ ይቕጽል ምህላዊ በዚ መንጽር ኢትዮጵያ 28.1 ቢልዮን ዶላር ኣሜሪካ ልቓሕ ክህልዋ እንከሎ ውሽጣዊ ዕዳ ድማ ሓደ ነጥቢ ሓሙሽተ ትሪልዮን ብር ከም ዘለዋ ይፍለጥ። ስለዚ ብዝኾነ መንፈስ ነዚ ኣስተብሂሎም ደቂ ኢትዮጵያ ሕቶ ከየልዕሉ ባሕሪ ትብል ማያዊት ጽውጽዋይ ኣልዒልካ ምህውታቶም እቲ ካልእ ሽጣራ እዩ ወዲ ሓው። ሱዳን ኣላ ሱዳን እኮ ብኬንያን ብኢትዮጵያን እያ ትድፋእ ዘላ ናይ ዓረብ ኢማራት ናይ RSF ዋና ደገፍቲ ናይ መሓመድ ደጋሎ እኮ ኢትዮጵያን ግዛን እዩን። ንሳተን ኣባላት ኢጋድ እየን። ሶማልያን ጅቡትን ኤርትራን ኣበይ ከም ዘለዋ ትፈልጠን ኢኻ። ስለዚ እቲ ሕብረት እቲ ኢጋድ ዝበሃልስ ሰው ኢሉ እቲ ኣርምኡን እቲ ባነሩን እዩ እኒሀ እምበር ውሽጡሲ ብቱዃን ተወሊዑ ዝተወደእ እዩ። ተበርቢሩ ዝተወደእ እዩ በዞም ቁንቁኔ ብናይ ኢትዮጵያ ቁንቁኔ ተወሊዑ ዝተወደእ እዩ። ስለዚ ትርጉም የብሉን ኤርትራስ ኣብኡ ፀንሐት ኣይፀንሐትስ ምን ይግደስ እዩ። ቀደም እውን ክትኣቱ ኣይነበራን እቲ ናይ ፖለቲካ ሙቐት ስቁኢሉ ሆይ ሆይ ተባሂሉ ምሕዝነት ናብዚ ናብዚ ተባሂሉ ስቁኢልካ በቲ ዝነበረ ሙቐት ፖለቲካ እዩ እምበር ዝኸውን ኣይኮነን ካብ መሰረቱ እቲ ትሓስቦ ተለኻስ ዝኸውን ኣይኮነን ስለዚ ብኢጋድ እናተመርሓ ናይ ቀርኒ ኣፍሪካ ዓድታት ናብ ሓደ መፅኤንስ ልምዓት ኣረጋጊፀንስ ህዝበን ኣረጋጊዐንስ ኢኮኖሚ ከምዕብላ እንካስ ምሕሳብስ ድንቁርና እዩ ይብለካ ኣለኹ ይውና እዩ ዝኸውንስ ኣይኮነን ዝበየነ መንግስታት ናይ ቀርኒ ኣፍሪካ ኢጋድ ዝበሃልሲ ትርጉም ዘይብሉ ኢዩ ኤርትራ ካደዲ ስለዚ ኤርትራ ካብኡ ወጽዮ ኣለኹ ምባላ ንዓይ ዝገረም ኣይኮነ ትተኣቱ ተላይ ተሓጎስኩ ትትወጽእ ተላይ ሓዘንኩ ኦኬ
ንእሽቶ ንምልስ ክንብል ናብ ኢትዮጵያ ኣብ ሱዳን ዝግበር ዘሎ ኩናት ብናይ ሓሙሽተ ሽዱሽተ ልዕሊኡን ዝኾነ ሃገራት ኣብ ናይ ሕድሕዳዊ ኩናት ዝግበር ዘሎ ገለ ክፋል ናይቲ ተቃዋሚ ከም መንግስቲ ዝብሃል ኣብ ገለ ጫፋት ናይ ኢትዮጵያስ ታዕሊም ይገብር ኣሎ፣ ባይታ ተዋሂቡ፣ መዓስከር ተዋሂቡ ገለ ዝብሃል ዜናታት ማዕረ ክንደይ ሓቅነት ኣለዎ ንእግረ መንገድኻ ብርህ ትንክፍ ክተብለልና። ካልኣይ ነገር ናብ ሓደገኛ መንገዲ ክወስድ ኣይክእልን ዶ እዚ ከምዚ ዓይነት ኣሰላልፋ?
ሐዚ ኣብቲ ናይ ቤንሻጉል ጉሙዝ ናይ ጋምቤላ ከምኡ ውን ጫፍ ናይ ኣምሓራ ዓረብ ኢማራት ቦታ ተዋሂብዋ እቲ ናይ ህፁፅ ድጋፍ ወሃቢ ናይ ዳዕሚ ሰሪዕ ሓይሊ ናይ ማሕመድ ደጋሎ ወታደራት ኣብኡ ይስልጥኑ ኣለዉ እዮም ይበሃል ብወረ ሰምዕ እዩ ያው ክሳብ ሕዚ ግን ጭብጢ ኣይረኸብኩን ከምኡ ግን ይበሃል ብካሊእ ወገን ከዓታ ይበሃል እቲ ምዕራባዊ ቆላታት ንዓረብ ኢማራት ትሸይጡ እዩ ካብ ተከዘ ጀሚርካ ካብ መረብ ጀሚርካ ካብ ናይ ሕሞራ ናይ ኦም ሓጀር ጫፍ ጀሚርካ ክሳብ ናይ ጋምቤላ ክሳብቲ ግድብ ቤንሻንጉል ጉሙዝ ዝበሃል ንሱ ብምልኡ ናይ ዓረብ ኢማራት ዓዲጋቶ እያ ዝብል ኣሎ ካብ መንግስቲ ናይ ኦሮሚያ ማለት እዩ ካብቲ ሐዚ ዝመርሕ ዘሎ ናይ ብልፅግና ጉጅለ ናይ ኦሮሞ ኦህዴድ ሰብ ግዜ ማለት እዩ ንሳቶም ደብረ ዘይት እናበልና ንፅዋዓ ከተማ ልኡል ናይ ኣፍሪካ ከተማ ኮይና ክትህነፅ ተወዓዒልና ናብ ምፍራስ ኣቲና ኣለና ዝብል ባዕሎም መግለፂ ሂቦም ነይሮም ስለዚ መሬት ትዕድግላ ማለት እዩ ብገንዘብ ናበይ ኢና ንምለስ ዘለና ዓረብ ኢማራት እቲ ናይ ዓሰርተ ሓሙሽተ ናይ ዓሰርተ ሸውዓተ ክፍለ ዘመን ዝነበረ ክሳብ ዓሰርተ ትሽዓተ ዝፀንሐ ናይ ባዕዳዊ መግዛእቲ ከም ብሓዱሽ ከተተኣታትዎ ትምኩርላ ማለት እዩ ብኸመይ ገይራ እያ ትመፅላ ካብቲ ትማሊ ብቅላዕ ብወታደር ብሚሊተሪ ወሪሮም እዮም ዝሕዝዎ ነይሮም እቲ መዓድን ነቶም ዜጋታት ጨፍጪፎም ግዛዕ ኢሎም ብቋንቆኦም ብባህሎም ብእምነቶም ብሃይማኖቶም ብፖሊስኦም እዮም ዝፅዕንዎ ነይሮም ሎሚ ግን ወዲ ዓደው እትገብር እቲ ወዲ ዓዲ ናይቶም መገልገሊ ባርያ እዩ ከዳሚ እዩ ካብኡ ንዑ ቅርሺ ይብዎ ንሱ ከዓ መሬት ይቦ ካብኡ እሱ ዓድግና ኢና ይብሉ ሕዚ ልሙዕ መሬት ናይ ኢትዮጵያ ብዓረብ ኢማራት ይጉበጥ ኣሎ ኣብ ቀርኒ ኣፍሪካ ውዚ ድሙንሙንት ዘላ ዓረብ ኢማራት ወደባት ኤርትራ ክተመሓድሮ ስለ ትደሊ ኣብ ትሕቲ ባሕር ዘሎ ተፈጥራዊ ፀጋ ናይ ኤርትራ ብሓይሊ ክትምዝምዞ ስለ ትደሊ ልሙዕ መሬት ናይ ኢትዮጵያ እውን ከምኡ እናዓደገት ንሕርሻ ከምዚ ናይ ሕዚ ኣብ ኦሮምያ ተዋሂቧኒ እቲ ስንዳይ ናይ ስንዳይ የስንድየ ልማት ግዛዓምዛዕ እናበለ ኣብዪ ኣሕመድ ዝጀሃረሉ ናይ ዓረብ ኢማራት እዩ ገንዘብ ሂባስ እቲ መሬት ዓዲጋቶ ባዕላ ተርምዖላ ማለት እዩ ኣብ ቤንሻንጉል ጉሙዝ እውን ከምኡ ኣብ ጋምቤላ ከምኡ ኣብ ትግራይ ከምኡ ኣብ ክልል ኣምሓራ ከምኡ ክኸውን እዩ ዝስራሕ ዘሎ ስለዚ ዓረብ ኢማራት ኢላ ንፅድቂ ኢላ ይኮንትን መፅኣ ኢለካ ኣለኹ ንኣብዪ ኣሕመድስ ዝኹሉ ተተኳሲ ዝኹሉ ገንዘብ ትሕግዞ ዘላስ ንጽድቂ ኢላ ኣይኮንትን ዝደለየቶስ ኣለዋ ዝደለየቶ ነገር ኣለዋ ቬታል ኢንተረስት ናይ ባዕላስ ኣለዋ ብኢኮኖሚ ክተሳኽዖ ደልየት ኣብዚ ዞባ እዚ ክተሳኽዖ ትደሊ ናይ ኢኮኖሚ ፖሊሲ ኣለዋ ልዕልነት ናይ ናይ ጂኦ ፖለቲክስ ክትቆጻጸር ኢኮኖሚ ክትቆጻጸር ፖለቲካ ክትቆጻጸር ሚሊተሪ ክትቆጻጸር እያ ትንቀሳቐስ ዘላ። እዚ ኩሉ ክትገብር እንድሕር ኮይና ከዓኒ ናይ ግድን ንዓኣ መሳሰዪ ሓይሊ ኣብ ውሽጢ ክትተክል ኣለዋ። ኣብ ውሽጢ ከዓ ተኺላ ኣላ። ብናታ ብልቅሊቅ ዝብል ብናታ ዶላራት ዝዓምዛዕ ኣእምርኡ ዝሸጠ ኽብሪ ናይ ሃገር ልእላውነት ናይ ዓዲ ዘዮብሉ መሬት እናሸንሸነ ካብ ውሽጢ ዓዲ ሓሊፉ ንደገ ዝሸይጥ ዲክታተር ፀረ ፍጡራን ዝኾነ መራሒ ኣሎ ስለዚ እቲ መሬት ዝሸጠላ ኣሎ ድዩ ከምቲ እሳ ዝሓሰበቶ ጂኦፖለቲክስ ናይ ቀርኒ ኣፍሪካ ክትቆፃፀሮ እንድያ ትኸድ ዘላ ኢልና ኢና ንዓኣ በሪ ዝኸፈተ ቦርጋሕ ኣቢሉ ዝኸፈተ መሪሕነት እንዲያም ናታ ተለኣኣ ኮይኑ ሚሊተሪ ክዕልም ግዛዕ ክብል ኣፅዋር ግዛዕ ገይሩ ዝንቀሳቐስ ሓይሊ ረኺባ ኣላ። ስለ ንሳ ከዓ ናይ ባዕለይ ረብሓ የረጋግፀለይ ኢላ ክሳብ ዝኣመነትሉ ንሳ እውን ትኸይድ ኣላ። ስለዚ ንሕና ከም ዜጋታት ግን ኖ ልእላዊ መሬት ናይ ኢትዮጵያ ክትቆፃፀሪ የብልክን ጂኦ ፖለቲክስ ናይ ቀርኒ ኣፍሪካ ንስኺ ክትውንንዮ ንስኺ ክትቆፃፀርዮ የብልክን ቀይሒ ባሕሪ ኣብ ሓደጋ ክተውድቅዮ የብልክን ኢልና ክንቃለስ ዘለና ንሕና ኣብዚ ከባቢ ዘለና ህዝብታት ኢና ንኸውን ህዝቢ ሱዳን ህዝቢ ኤርትራ ህዝቢ ኢትዮጵያ ህዝቢ ኬንያ ህዝቢ ሶማልያ ኩሉ ኣብ ቀርኒ ኣፍሪካ ዝርከብ ህዝቢ ንከምዚ ዓይነት ዘመናዊ ዝኾነ ባዕዳዊ ወራር ባዕዳዊ መግዛእቲ ኢና ክንቃወሞ ዘለና
ልክዕ ተሳላልፋ ግን ሓደጋ ከምጽእ ይኸል ምክንያቱስ ምናልባት ኩሉ ግዜ ኣብ ዓለም ሓደጋ ኣሎ ኣብ መንጎ ብሓይሊ ክዕምፅ እየ ዝበለን ኣብ መንጎ ይዕመፅን ዝበለ ኩሉ ግዜ ፍትግ ኣሎ ስለዚ ናይ ግድን እዩ ሓደጋ ከሉ ሓደጋ ደኣ ናይ ግድን ኮ ይክሉ ኣብ መንጎ ገዋጥን ኣብ መንጎ ተጎባጥን ግብግብ የለን ክሳብ ዘይበልካ ኣብ መንጎ ግብግብማ ዝጉዳእ ኣለ ወይ ኢዱ ስበር ወይ እግሪ ስበር ኣሎ እዚ ኮ ግድን ኮ እዩ ሓደጋ ክሉ ነቲ ሓደጋ እሱ ቀልቢስካ ህላዋኻ ከመይ ተረጋግጽ እዩ ክኾን ዘለዎ እቲ መልሲ። እሞ ንኹሉ ዓቕሚ ንረክብ ኢና እዚ ከምዚ ነገራት እሱ ኣብ እስከ ከመይ ንዳለወሉ ኣብ ኣብ ንመጽእ መሬቱን ኣብ ልእላውነትን ዘይመውት ሰብ ሞይቱ ከዓኒ ልእላውነቱ ዘየውሕስ ህዝቢ እንተሃልዩ ኣብ ባዕዳዊ መግዛእቲ ይኣቱ። ስለዚ ኣ- ንሱ ግን ኣነ ኣይመርጾን እየ። ዝኽፈል ዋጋ ከፊልካ ዋላ ልእላውነትካ ክተውሕስ ኣለካ። ትማሊ ብተግባር ከምኡ ተመኪሩ ልእላውነትና ኣውሒስና ኢና። ስለዚ ሐዚ እውን ልእላውነትካ ምውሓስ እዩ ዘለካ እምበር ንኽእሎ ዶ ኣይንኽእሎን ኢልካ ናብ ሒሳብ ኣቲኻ ሃገር ሕልፍካ እትበሉ ምኽንያት የለን።
ሓንቲ ሲ ሕጂ ብዙሕ ኣብዚ ብፍላይ ከዓ ኣብዚ ለንቅነ ከም ድላዩ ዓይነት ዝላባዕ ዜናታት እዩ ዘሎ። እቲ ናይ ዲፕሎማሲ መዋቕራትስ ከምዚ ተሓደ በቲ ናይቲ ሓደ መንገዲ ተሓደ በቲ ናይቲ ሓደ መንገዲ ንኣብነት ኣብ ኤርትራ፣ ሱዕዲ፣ ግብጺ፣ ሱዳን እንተሪኢኻዮ ከምኡውን ሱዕዲ ንኤሜሪካ ግብጺ ውን ሕጂ ከይዱ ድዩ ኣይከደን እምበር ናይ ኣሜሪካ ዕድመ ቀሪብሉ ይመስለኒ ተዘይ ተጋጌ ገለ ስለዚ ምናልባት ግን እዚ ነገራት እዚ ሲ ድሕሪ እዚ ሕጂ ዘሎ መንግስቲ ናይ ኣሜሪካ ገለ ኣንጻር ናይዚ ወይ ደጋፊ በዓል ኢማራት እንተመጽዩ ሓደጋ ክፍጠር ይኽእል ዝብል ግምት ኣለካ ዶ?
ኩሉ ግዜ መርዒኻሲ እገለስ ብእገለዶ እገለ ካብ እገለ ዝገደደዶ ካብ እገለ ዝጠዓየዶ ኣይኮነን መትከል ናይ ሃገርካ ታይ እዩ እዩ መዕቀኒኻ ልእላውነት ናይ ሃገረይ ወሊ ማርያም ይምፃእ ሓጎስ ሚስተር ባይደን ይምፃእ ሚስተር ግዛዕምዛዕ ልእላውነተይ ኣሕሊፈ ኣይህብን ዝብል መትከል ክህልወካ ኣለዎ ህዝበይን መሬተይን ባዕለይ እየ ዘመሓድር ጸጥታ ናይ ምሕላው፣ ዓርስኻ ናይ ምክልኻል፣ ንሕግታት ዓለም ተገዛኢ ናይ ምዃን ኩሉ ግዜ ድልውነት ክህልወካ ኣለዎ። እገለ ክመጽእ ድዩ እገለ ኣይመጽእን ዝበሃል ነገር የለን። ሚስተር ፒተር ድዩ ክመጽእ ሚስተር ጀሚስ ንዓኻ ጉዳይካ ኣይኮነን። ኩሉ ግዜ ኣብ መትከልካ ክትኣምን ኣለካ፣ ኣብ ዕላማታትካ ክትኣምን ኣለካ፣ ሃገርካ ክተውሕስ ሃገርካ ክትሕሉ ኣለካ። መዐቀኒኻ እሱ እዩ። ስለዚ ኣብ መሬትካ ፍትሓዊ ኮይንካ ክትነብር ግዴታኻ እዩ። ኣብ መሬትካ ክትስዋእ፣ ኣብ መሬትካ መሬትካን ልእላውነትካን ክብርኻን ታሪካን ባህልኻን ክትዕቅብ ነውሪ እዩ። ስለዚ ንሱ እዩ መዕቀኒኻ፣ ውሽጣዊ ሕግታትካ እዩ ዝገዝእካ እምበር እገለ ሲ ድሕሪ እገለ ክመጽእ ዶ ይኸውን ሰ ይመጽን ክመጽእ ይኽእል ዘይክመጽእ ይኽእል ግን ጉዳይካ ኣይኮነን ንስኻ እንተኣተወካ ኣየናይ ፈረንጂ መጸ ኣየናይ ፈረንጂ ሓንቲ ዞባ ኖ ኖ ኖ ኖ ብመንነትካ ኣይትደራደርን ኢኻ ሃገርካ ክርብሸካ ድዩ ኣይርብሸካን ሲ ኣብ ቅልጽምካ እዩ ዘሎ ዝኾነ ሰብ ክደፍረካ ዘይክደፍረካ እቲ ዋና ጉዳይ ተስዓ ሚእታዊ ኣብ ሕምብርቲ ኢድካ እዩ ዘሎ ኣብ ምሳኻ ዘሎ ተጠቐም ብድሕሪኡ መን ክመጽ እዩ ዘየዋጾ ኮይኑ ድሪኡ ምሳኻ ሓቢሩ ክሰርሕ ይኽእል ዓለም ከዓ ከምኡ እዩ ቅድመ ድልውነት ዘለካ ምዃኑ ንሃገርካ ከተውሕስ ብቑዕ ምዃንካ ድሕሪ ፈሊጥካ ካብ ብሓይሊ ምሳኻ ለስለስ ኢሉ ንእሽተይ ጎና ጎኒ ፍርቃ ፍርቂ ተጠቒሙ ንስኻውን ክትጥቀም ገይሩ እዩ ክነብር ዝደሊ ስለዚ ከምኡ ክኸውንሲ ገዛ ዕዮ ካብ ስራሕ እዩ ዘድልየካ ኒኩለርካ መሓዝ እዩ ዘለካ ኒኩለር ጥራሕ እውን ወሳኒ እዩ ዝብል እምነት የብለይን ኣነ ልዕል ኒኩለር ተሃልዩ እውን ምሓዝ ዝኸፍእ ኣይኮነን ግን ኩሉ ግዜስ ኣብ ዓርሰ ሙርኮሳ ኢኻ ክትነብር ዘለካ ዝብል እምነት እዩ ዘለኒ ኣነ መን ክመጽእ እዩ መን ክብል እዩ መን ክሕግዘኒ እዩ መን ኣይሕግዘንን ንሱ ኳልኩሌሽን ምስራሕ እየድልየካን ኳልኩሌሽንካ ህዝብኻ ከመይ ጌርካ ተውሕስ ሃገርካ ከመይ ጌርካ ልእለውነታ ትሕልዋ ሃገርካ ከመይ ጌርካ ናብ ልምዓት ናብ ዲሞክራሲ ናብ ፍትሒ ናብ ባህሊ ዕቀባ፣ ባህልኻ ከመይ ተስፋሕፍሕ፣ እምነትካ ከመይ ተስፋሕፍሕ፣ ተፈጥሮ ሃብትኻ ከመይ ትጥቀመሉ እኻ ክትሰርሕ ዘለካ እምበር፣ ድሕሪ ዓሰርተ ዓመትሲ ሚስተር ጀምስ ዝበሃል መራሒ ኮይኑ መጺኡስ ንዓይ ከምዚ ክገብረ እየ ኢልካ እንታይ ይጨነቐካ እንታይ ናይ ሕዚ ግበር ርኢካ ሕዚ እኻ ትገብር ዘለካ እምበር እሱስ ጉዳይና ኣይኮነን እየ ክብለካ። ምናልባት ወዮ ሰኪሕና ስለ ዝኾንና ዝሓለፈ ዓመታት እንድዩ ንሱ እዩ ንድሕሪት ዝመልሰና ዘሎ ወይ ዘሻቕለና ዘሎ። ኣብ ውድቀትካ ኣብ ውድቀትካ። ኩሉ ግዜ ኣብ ዝሞተ ነገር ሓሰኻ ከም ዝፍጠር ኣብ ውድቀት ናትካ ከዓ በለፀኛ ከም ዝፍጠር ኣይትጠራጠር። ተረዲእካኒ? ኩሉ ግዜስ በላዕ ኣለዎ። ዝሞተ ካብ ባዕሉ ሓሰኻ ይፈጥር ወይ ከዓ ካብ ግዳማዊ ክጥቀም እየ ዘለ ንዕኡ ከምኡ እዩ። ንስኻ ብዝደኸምካ ቁፅሪ ከዓ ንዓኻ ክጥቀመልካ ዝደሊ ሓይሊ ኣሎ ስለ ንስኻ ክትሞት የብልካን እዩ እቲ ንቡር ሞት ኮነ ከይሞትካ እውን ክትመውት ስለ ዘየብልካ ክትደክም የብልካን እዩ ንስኻ ክትጥንክር ኣለካ ኩሉ ግዜ ጠንኪርካ ምስ ወፃኻ ፀላኢኻ እውን

ሎሚ ምሸት ምስ መደበር ዜና ኤንቢሲ ኢትዮጵያ ዘካየዶ ቃለ መሕተት ተቖሪፁ ዝተመሓላለፈ ኮይኑ ንሱ ኣብ ዝሃቦ መግለፂ ቀንዲ መበገሲ ግጭት ፕረዚደንት ኣሳፈወርቅን ፌደራል መንግስትን ስምምዕ ፕሪቶርያ እዩ ኢሉ። ከፌደራል መንግስት ጋር ግጭት ውስጥ የገባው ፕሪቶሪያ ተፈረመ ብሎ ነው። ምንም ጥያቄ የለውም። በግልጽ የያዙት አቋም

ኒኒ ምስኡ ድማ በዚ መጽያ ዘይተባህለት ከባድ ሕማም ረኺባትና ኸንያ ጸሎትኩም ኣይተጋደፈናን እኖ ሓውየ ብሰላም እንተመሊሰ ኣለኹ ግናሲ ሓንቲ ሕቶ ትመጸለይ ምስዚ ኣብ ዓለም ናይ ኮሮና ክታበት ነጺግና ምኽታብ ምስ ኣበና እዞም ህዝቢ ክጠፍኦም እዚ ሃገር ሰብ ዘይብላ ከትርፋ እዩ ሰብኣይ ተባሂሉ ክንደይ ደይ ተዘርበ እንታይ ኮይንና ደኣባ ዘይሞትና ዝብል ዓብይ ሕቶ ኣሎ ኣይ ዓለም ረሳዒት ጉዳይ ገና ዞ መቸም ሕጂ ግዜኡ ኣኺሉ ተቓሊዖም እዮም ንሕና ሰሪርና ወዮ ክንሕክመኩምን ክንከትበኩምን ኢሎም ንዘእመንዎም ድማ ብዘይ ፍትሓት ብዘይ ዱዓ ገኒዞም ንዓዲ ዝገሄሮም ኣፋንዮሞ ምብለኩም ኣነን ዝብጻየን ግን ብኽታበት ኣይኮንናን ሓዊና እንታይ ደኣ ብስብቆ ናይ ወዲ ዓከር ወዲ ሓወቦይ ላይት ኢንተርቴመንት